ሰላም ኣብ ናሎም መደብና ብመን ብ ናጽነት ካብ ሆላንድ ናጽነት ደልየ እኳ መጽየ እዛ ሰብ እዚኣ ሕጂሲ ሰላሳን ሸውዓተን ዓመት ኣብ ሆላንድ ተቐሚጣስ ናጽነት ክደሊ እየ መጽየ ኣጉዳ ናጽነት ዘየለ ደቃ ኣብኡ ወሊዳ ሰብኣያ ኣብኡ ገዲፋቶ ከምኡ እውን እዚኦም ጥራይ ኣይኮኑን። ከም ዓንዲኺ ከምታ ዝምነያ እንክስመይ ኣየውሰድያ ክመስል ግርማየ። እንዳቦ ክሰምዕ ኣረ ጠስሚ ከይመስሎም ዝደለኹ ገዝሚ። ሰላማት ሰላም ሰላም ናይዚ ዩቱብ ቻናል ተኻታተልቲ ሎማዓንቲ ብጣዕሚ ብዝተፈላለዩን መዘናግዕትን ዘምህሩኒ መደባት ተመሊሰ ከች ኢለ እኒኦኹ ካባኹም ፅበ እስቲ ላይክ ላይክ ምግባር ላይክ ምግባር ኣይትረስዑ ከምኡ እውን እቲ ቻናል ሰብስክራይብ ምግባር ኣይትረስዑ ዝኾነ ይኹን ዓይነት ኮመንት ሃሊኩም ድማ ኮመንት ፅሕፍለይ ትኽእሉ ኢኹም ብዝተኻለ መጠን ምስ ተኸልኩም ክርየ መማዕንቲ ላብ ዘነዘጋጀኹልኹም ቪድዮታት ንኸድ ሰናይ ምክትት
ምናልባት ናይ ታኦ ደስ ዝብለን ዝበሃህላላ ብዛዕባ ሰባት ዝብልዎ ብዛዕባኻ ሞ ተገደስ ኩሉ ግዜ እሱር ናቶም ኩንካ ክትነብር ኢኻ ምክንያቱ ሰብ ፅቡቅ ክብለካ ኣለዎ ፅቡቅ ክስማዕካ ሰብ ንፍዕ ክብለካ ኣለዎ ነፊዕካ ሓደ ነገር ትገብር ገለ ሰብ ክብለካ ኣለዎ ማለት እዩ ካብ ደገ ኢኻ ኩሉ ግዜ ፅበ ካብ ውሽጥካ ኣይኮነን ስለዚ ዓይነት ፀገም ምምፃልካ እዩ ከም ዘላታ ተቐበላ እታ ነብስኻ ተስተውዕልና ሎም ሰባት ከዓ እቲ ንሕና ዲፌክት ኢልና ንሓስቦ ወይ ከዓ ንሕና ሕማቕ ኢልና ንሓስቦ ጣፍና ድዩ ፀላም ድዩ ቀያሕ ድዩ እንተ ኢምብሬስ ገይሮም እተ ተቐቢሎሞ ነብሎም ዝፈጥሩልካ ስሕበት ኣሎ ደስ ዝብልካ ብቃ ትፈትዎም እዚ ከዓ እቲ ሓቂ ንሕና ከም ዝሓለፈ ዝበልኩ ኤነርጂ ኢና እቲ ንሕና ብዛዕባ ነብስና ዘለና ርድኢት እዮም ሰባት ኣንቢቦም ዝመልሱና ኣንቢቦም ክብለኩም ከለኹ ተረዲእዎም ክኸውን ይኽእል ከይተረድኦም ክኸውን ይኽእል ግን ብዛዕባ ነብስኻ ዘለካ ርድኢት ሰብ ፒክ ገይሩ ወይ ከዓ ተረዲኡ ንስኻ ከምኡ ብለካ

እዋይ ምስኪናይ። ወዲ ዛወያ ኣንታ ንጎምድር እምበር ኣብ ዘይመዓት የት ነይሩ ዓዲ ንዕቐትና ተናዒቕና ብፍላይ ኣነ ንስኻንሲ ከቢድ ንዕቀት ልዕሊ ዓቐን ገለ ዝዓድስ ብዛዕባ ይታይ ትብል ኣንታ እኮይ ኣይሰርሕ ኣይነፍር ኣይወፍር ትብለካ ክሳብ ክንድኡ ዋ ዋይ እዝንስ ንዋንኡ ጓና ይክበሃል ሰሓቂታ ከምኣ ክብሉኒ ሰሚዐ ኣይፈልጥን እየ።
ኣበይ እሞ ክሰምዖ ኣበይ እሞ ክሰምዖ ስምዓ እንዶ ዓዲ ንዓይ ከታትብለኒ ሰኽራም ጢኖ ብርለ ጥርሙዝ ኣርቆቆም ኣርኮል
እዋይ እዛ ዓዲ እዚኣ ኣታ መወዳእቱ ሳይናታ ክንከውን ኣብዚኣ ኮፍና ኣይንምርዖ ሓዳር ኣይንገብር ከምኡ ይትበል ኣባይ ናባኻ ንትረፍ እምበር ኣኮታተይን ሓወቦታተይን ኣደይ ሰዲዳቶም ኣላ ናብ ሓንቲ ቆልዓ ክሓቱለይ ጓሰብ ክተምፅእ እንታይ ደኣ እንታይ ክትገብራ እንታይ ክገብርዎ እንድዮም ደምፅወን እንታይ ክተብልዓ ዝበላዕክዎ ትበልዕ ዋ እሞ ዝበላዕኻዮ ትበልዕ ዶ ምዃን ሓቅኻ ኢኻ ቀደምሲ ዝበላዕክዎ ትበልዕ ኢልካ ተምፃ ነርካ ሎሚ ግን ዝበላዕክዎ ትበልዕ ተኾንካ እየ ድመፅእ እንድብላኻ ከቢዱ እኮ ከቢዱ ደሓን ዕድለይ ክርእየ

ንዓኻ ከንደማ ብረክስ ኣይክእልን እያ ስማዕ ሓዳር ተሓጋጊዝካ እዩ ስረ ክዕጥቐካ እዮም ሽለካ ኣታ እስኻስ ወደይ ከመይ ከብድኻ ረጊፆም መዓንጣኻ ኣውፂኦም ድዝጉሕፉኻ መሓሸ ኢኮኖሚ የብለይን ንሓዳር ዝኾን ኢኮኖሚ የብለይን ገንዘብ ስማዕኒ ሕጂ ብዙሕ ዘርባ ኣይተብዝሕ ብሓፂሩ ክነግረካ ትምርዓወኒ ድያ ትምርዓወኒ ኢኻ ከመይ ነሞ ክምርዓውኪ

እሞ ዝግበእካ ቃል እንድዩ ኣነ እኮ እዚ ክነግረካ ዝደሊ ነበርኩ ሕጂ ዘይኮነ እዚ ኣመና ብዙሕ ግዜ ወሲዶ ኣሎ ማራ ማለት እዩ ዕድል ስለዘይረኸብኩ እምበር
ግን ስናፍቀርክና ንሃለኽስ ንምንታይ ስቕ ኢልኪ ጸኒሕኪ ክንከሳሰር እኮ ኔርና ኢና ሓፊራ እዚ ሓሳብ እዚ እንዳ ኣምንት ኣብ ዘየምጽኦ ማለት እዩ ሓፊራ

ቆላሊኹማ ኣኽለኩም ዋይ ንሲንግል ዘይጥዕም ግዜ ኣታ ሲንግል ከመይ ኢልካ ክትሓድርኻ ብዝኾነ ጥዑም ቃላት ብሓቂ ጥዑም ቃላት እዝግዮ ኣቤት ቃላት ኣቤት ቃላት ዋ ደቂ ሎሚ ቃላት እንዲም ዝምሃሩ ካልእ ዘይምሃሩ እዋ መልሓስ እኮ እዮም ናይ መልሓስ እኮ እዮም ኮይኖም ናይ መልሓስ እዎ ካልእ ኣይበል ናይ መልሓስ ናይ ዘረባ ኢለ እወ ላይክ ኣይትረስዑ እትም ህዝቢ ክንደይ ግዜ ዝተባእሱ ጥራይ ክነምፅእ ከምዚ ስክ ናይ ፍቑራት ክነምፅእ ብምባል ኢና እወ ፍቅርኩም ካብ ውላድ የብፀሐያ ዞም ኣሕዋተይ ኣብ ሓዳር የብፀሓያ ፍቅርኩም ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቀንየለይ
ኣለኹ ሕጂ ንኣብነት እንታይ እየ ገይረ ኣረድኣኒ እስኻስ ንሜሮን ሲ ብከምዝን ከምዝን ምክንያት ንህግደፍ ዘሐጉስ ሲ እዝን እዝን ትዛረብ ኢኻ ኢልካ እስከ ኣረድኣኒ
ኦኬ ናይለት እንደ ሰራሕ ጂ ተጸሊ ኣለኹ ማለት እዩ ገሮን ብምሉእ ሪካርድ ሕጂ ኣለኹ ነን ኣጆ ተረጋጋ ኣብ ቅድሚ ኣምላኽ ሕጂ ከም ሰጊ ዘሎ ገለ ገለ ክብለኻ ኮሎ ፊሊ ሓወይ ኣንዳ ተረጋጊኦም ካየ ሰማዕካ ካየ ዘለኹ ያ ሜራ ሓወይ ግን ኣነ ከ ኣብለካ ኣለኹ ብምሉእ ሪካርድ ሕጂ ስለ ዘለኹ ሲ ኣብ ቅድሚ ኣምላኽ ኣብለካ ኣለኹ ምክንያቱ ኣነ ዘይደግሞ ዘረባ ኣይዛረብኒ ክሓፍርካ ኣይደሊ ትፈልጡ ዘለካ ማለት ሜሮን ከዓ ብዙሕ ግዜ እንዲ ሒዘልካ ዘለኹ

ኤርትራ ንኤርትራውያን ኤርትራ ንሕና ከምዚና ገለገለ ብዙሕ መግለፂ ተብላ ባሽ ኤርትራ ኦኬ ጻባእ ሕጂ ድሓን ኣብኣ ንዛረብ ኤርትራ ናይ መን እያ እሞ ኤርትራ ናይ ሶማላውያን መቸም ኣይብለካን ናይ ኤርትራውያን ግን ሕና ኸዓ ሶማላውያን ከምዘይኮንኻ ስኻ ኸዓ ትፈልጥ ኢኻ ሜራ ዓርከይ

ትቦኻስ እምበር ዶ ኣሎይ? ኣሎ ኣብቲ ንሱ ዘለዎ ስለ ዘየለኹ እኮ እየ ከም ዘይትረኸብኩ። እቲ ዕድመ ናይ መርዓ ከ ሂብካዮ ዶ? ቀደም ኣበይ ኣላ ዳስ ኢሉ ብጨናኒ ስዋ ይረኽባ ነይሩ። ሎሚ ከኣ ከይትተርፍ ሓደራ ኢሎም ኣብ ገዛ መጺኦም ክላወቡ ይወዕሉ ኣለዉ። ትጠቅም ምዃንካ ምስ ፈለጡ እዮም ደለይትኻ ዝበዝሑ። ክገርመካ ሓደ መዓልቲ ዳሞይ ኣብ መርዓ ረሲዖምና። ሎሚ ከኣ እንዳሞኦም ዶሞ ከዝክሩኹም ህልው።
እሞ መርዓ ድኣ ድልዱል ደራፊ ሒዝኩም ዲኹም? እቲ መርዓ ርኣይ ውዳኒ ደኣ እምበር ንዕዶም ክንገብሮ ንብል ኣለና። ዕዱም ደርፍላ መርዓ ደኣ ኣብ ጥዕይቲ ሓዳር ትበጽሕ ዶ ኢልኪያ? ኢሂ ልቢ ክህበና ኢልኮ ኣይበልኩኻን። እዛ ባሊላይ ኩላ ኣኺላ ክብል ከውግሓ ኢዩ። ባሊላ ኢሉ ድዩ ኣብቶቡስ ኢሉ ጥራይ ጽቡቅ ዘሳዕስዕ ይትረፈልና። ስማዕ ነቦኻ ከኣ ንገሮ ኢኻ። ኣንቲ ትንሱ ይኽደነና ጌሶ መርዓይ ተዘይወሪዱ ከቋርጽ እየ ክትብሊ ኢኺ። ነቓዕ ኣባ ኢኻ።
ይህን ዳር ነው ኣርዶ በቃ ጸባ የብላ ማይ ጸባስ ዝንጥል ስለ ጽባባ ኣርዶም ገዲፍካስ ቱን ሱዳን መርዓና ክደርፈልና እዩ ኦ ነጊርኒ እቲ መርዓዊ በዓል መን እዮም ቶም ዕዱማት ይሂ
መርዓዊ ትንበር ዕዱማት ርኢኻ ዲኻ ተጻወት
ዛውብነት ናብዚ ማእዝና ትሽላሓካ ኣላ ሰክስከታ ኣነ መርዓ ቅድሚ ምሓዘይ ዓይነት ናይቶም ዕዱማት ኣብ ግምት ኣእትወ። እሞ ምሳኻ ተኸፊሎም ኣብቲ ዳስ ዝውዕሉ ምጸልና እንዶ።
ተኸፈልቲ ኣጋይሽ ኣለዉኻ ድዮም? እዋይ ጉዳ! ጽንሒልናስ ገለ ክንሰምዕ ኢና። ደሓር ከኣ ንስኹምሲ እንታይ ባንዲ ኣድልዩኩም እዩ ኣይረኣዩና ኣይስምዑና ኢልኩምሲ ጥርንፍ ዘይትብሉ። ዝተበሃልካዮ ዘይትገብር ካብ ሃለፍለፍ ምባል። መዋዕልትና ኢልና ኢና እምበር ክንደይ ደረፍቲ እኳ ኢና ንፈልጥ። እሞ ከይድኻ ኣብኦም ኣምጽኢ ባዕ። ጽናሕ በል ምሳኻ ኸይድ ከይድዓካ
ኣብ ዳስ ሓዘን ከበሮ የለን ኣይትበል ከም ወንበር ኮይኑ ክጸንሓካ ክእል እዚ ማለት ጥቕሚ ዘይብሉ ሰብ ዝበሃል ነገር የለን ኩሉ ሰብ ኣኣብ ቦትኡን ኣኣብ ግዜኡን ይጠቅም ጌርካ ከይትቆርጹ ኣብ ሂወት ገንዘብ ተኸሲርካ ወላ ሓንቲ ከሰርካ ማለት እዩ ጥዕና እንተኸሲርካ ገለ ነገር ከሲርካ ኣለኻ ማለት እዩ ተስፋ እንተቆሪጽካ ግን ወዲእኻ ኣለኻ ኣርባዕተ ንጥፊ ዳርጋ ብሂወት ዘየለኻ እዩ ወዲ ሰብ ብዘይ መግቢ ንዝተወሰነ መዓልታት ክጸንሕ ይኽእል ብዘይ ማይ ንተወሰነ መዓልታት ክጸንሕ ይኽእል ብዘይ ተስፋ ግን ማይክሮ ሰከንድ ክጸንሕ ኣይክእል ብእውነት ዝብለኩም ኣለኹ ብዘካ ጸሓይ ኩሉ ሰብ ኣብ ዘይቦትኡ እዩ ዘሎ ብእውነት ፍቅር ዶ ይብርትዕ ወላስ ይቅሬታ እንድያ ላቶ ከቢድ ሕቶ እዩ ብዜቃ ዓለም ግን ኣነ ይቅሬታ እየ ዝብል ምሳይ እየ ዝሰማማዕ ይቅሬታ ቀሊል ኣይኮነን ከኣሊ እዩ ዝኽእሎ ክቡር ስነ ጥባዊ ኣክሊሉ ተስፋጽዮን ሓደ ግዜ እንታይ ኢሉ ነይሩ ኣይኮነን ኣፍቂሩ ዝጠለመሲ ሙሩኽ እኳ ዝመሓር ክቀትለካ ዝወዓለ ኢሉ ግን ከኣሊ እየ ዝኽእላ ምክንያቱ ሕድገት ከቢድ እዩ ዝበለጸ ሕነ ምፍዳይ ሕድገት እዩ ዝበሃል ግን ከኣሊ እየ ዝኽእላ
ናጽነት ካብ ሆላንድ ናጽነት ደልየኳ መጽ እዛ ሰብ እዚኣ ሕጂሲ ሳላሳን ሸውዓተን ዓመት ኣብ ሆላንድ ተቐሚጣስ ናጽነት ክደሊ እየ መጽኤ ኣብኡ ናጽነት ዘየለ ደቂ ኣብኡ ወሊዳ ሰብኣይ ኣብኡ ገዲፋቶም መጽያሲ ሰባት ድዮም ይብል ኣነ ሳምታይምስ በቃ ወይ እቱ ክትብል ከለኻ ትወሃቡ ሓሽሽ ኣሎ ድዩ የደንዝዝዎም ድዮም ዘለዉ ወይ መርፍእ ትውጋእ ዲኻ እንታይ እዩ ኣነ ክርዳኣኒ ኣይክእልን ስቅ እኮ ይበሃል እዩ ስቅ እንዶ በሉ በጃኹም በቃ ናይ ኣጋጣሚ ኮይኑ ኢድ ከፈንጅ ተሒዞምኹም ኣብቲ ናይ መዓልቲ ናጽነት ድዩ ገለ በቃ ነዊሕ ሃለውለው ከይበልኩምሲ ዮውሃና ንኩስቲ ሓወይ ኣከም ዘሎ ኩስቲ ሓወይ ኣከምዚ ከምዚ ትገብር ዘላ ገለታት ኢልካስ ውድእ ውድእ ተብላ ኢኻ እታ ነገር እንታይ እያ ሃለውለውለው ዘብለኩም ዘሎ ኣነ እዚኣ ትገርመኒ ሕፍረት የለ ስክፍታ የለ ከም ዕድመኻ ደረጃ ዕድመኻ ምዃን የለ ዕብይ ተይልካስ ርዝን ክትብል ኢኻ ትደሊ በቃ ክንቲት ተቐየርኩም ሕጂሲ ኣብዚ ኣለዉ ኣቦና በቃ ሓጢኣት ዶ ይኾነና ይኸውን እያ

ንስኻ ትመስል ወዲ ሓት ከ ንመን ትኾይኒ ዲያ ዓይነይ ክሓሲ ካብ ሕስረት ናብ ክብረት ከተእትወኒ ኢልካ ትመድብ ከወድስ ንምንታይ እዮም ዓይነይ ክሓሲ ኢልካ ግን ቀዲምና ቤተክርስትያን ቃል ክንተኣታቱ ኣለና ወይ ተመስገን ኣምላኽ ፀገም የብሉን ንገርኒ ደስ ዝበለኪ ቃል ክኣትወልኪ
ላዕላይ ማኣ ውሽጢ ኮይና ሓረ ሓረ ፀገም የብሉን

ንበዓል እዚኤን ከም በዓል ድያና ከም በዓል ሰገን ገለ ዝኣመሰላ ንከም በዓል እዚኤን ውዑያት ደቂ ኣንስትዮ ኣብዚ ቲክቶክ ዘለዋስ ኣድንቑለይ እባ ኣድኒቐ ደይፀግበን ከም በዓል እዚኤን ኣዋልሲ ብዙሓት ሰባት ትፀርፍወን ገለ ይኹን ውዑያት ስለ ዝኾና ስቕ ኢለን ስለ ዝዛረባ ኣብዚ ማስ ሚድያ መፅኤን ኣሕዋትና ኢለን ናይ ልበን ስቕ ኢለን ስለ ዝዛረባ ገለ ብዙሕ ሰብ ይፀርፈን ክትፈልጡ ግን እተን ፃዓዱ ሰባት እተን ገርህታት ሰባት እተን ተንኮል ዘይብለን ኣበራት ዘይብለን እተን ርግቢት በቃ ፃዕዳ ሰባት እዚኤን እዩ ከም በዓል ዲያና ሰገን ገለ ዝኣመሰላ እዚኣተን እዩ በቃ እተን ፀዓዱ ሰባት ነዚኤን ሕጂ እንትርፎ ሰብ ክፀርፈን ከምዚ ክብለን ነዚኤን ቪድዮ ዝሓዘለን ሰብ ኣሎ ነዚኤን ክፋእ ነገር ዝሓዘለን ኣሎ ኣነ ሒዘለን እስከ በል እተን ኣብዚ ማስ ሚድያ እተን ተንኮለኛታት ክፋእ ግብሪ ገለ እተን ለባም ለባም ዝፃወታ እታ ኣነ ከምዚኤ ይፈትወኩም እየ የሕዋትና ከምዚ ኢለ ወርፀፀፅ ገለ ዝብላ ገለ ንሳተን እንተን ዝኸፍእ ኣዋድ ኣብዚ ማስ ሚድያ ብዙሕ ርኢና ኢና እተን ብሰሪ ግርህነተን ብሰሪ ዋዒኤን ገለመለ ኣብ ዓይኒ ህዝቢ ዝኣተዋ የሕዋትና ኢለን ቀሪበን ኢሂን ሚሂን ክብላ ኣብ ልበን ነፊሐን ስለ ዝዛረባ ስምዒት ሓዊሰን ስለ ዝዛረባ ገለ ከም ሕማቕ ተራእየን ይጽረፋ ኣመንዝራ ዶ ሸርሙጣ ዶ ዘየድሊ ነገራት ይበሃላ እተን ዝኸፍኣ ግን እተን ናይ ጠባይና ድብላ እተን መሳኪን ተመሲለን ዝኸዳ እተን ምኽሪ ማዕዳ ገለ ዘብዝሓ ገለ ንሳተን እተን ቀንዲ ኣትማን ቪድዮ ክተሓዝ ተኾይኑ እሳት እኔ ንተሓዝ ከም በዓል እዚእን ገርታት እዩ ንበዓል እዚእን በጃኹም ኢና በጃኹም ኣይንበድልን ከም በዓል እዚእን ንፁሃት እዩ ነቲ ዋዕኤን ነቲ ኣሕዋትና ኢለን ቀሪበን ይህን ይህን ክብላ ብሰሪ ዋዕኤን ከይተረድአ ሕማቕ ነገር ዘምልቓ ገለ ንዑ ኣይንረአ ውሽጠይ ማራ ጻዕዱ እያ ረጋቢት እያ እንታይ ከም በዓል ዚእን ዝኣመሰልኩም ውዑያት ኣሕዋትና ብጣዕሚ ንፈትወክን ብጣዕሚ ኢና ነኽብረክ ዕድመን ጥዕና ንሃብክን
ኣብ ስደት ምስ ምስ በልኩ ቤተክርስትያን ዘይምኻድ ሃሲኒ ኣብ ገጠር ነይረ ብምሎም ጻዓዱ ጎረባብተይ ሓንቲ ኣላይት ነይራ ዘኒ ጻዕዳ ኣብ ጀርመን በቃ ኣብ ጀርመን ኣነ ዓሰርተ ሓደ ዓመተይ ገይረ ዓሰርተ ሓደ ዓመት ገረ ደርግ ኣብ ዓዲ እንግሊዝ ከክነ ገረ ኣለኩ ሕጂ ካልኣይ ዓመተይ ሐሊፈ ኣለኩ so ነዊሐ ገረ ኣነ ካብ ስደት ኣብ ባዓል ኢትዮጵያ ሱዳን ክክነይ ገረ ኢትዮጵያ ክልተ ዓመት ሱዳን ዓመት ብዙሐ ገረ ኣነ ብስደት ኣብ ግብጺ ዓመት ተረዲካኒ ካባይ ተማሃሩ ኣነ ኮለል የለ ብንእሽተይ ሂወት እየ ከይ ዓኮኩ ኣነ ሲ በቃ ድሕሪ ኣደይ ሲ ከርተት እየ ኣነ ሂወት ኣይፈልጦን እየ ስለዚ ድሕሪ ደይ ከርተት ዘምጻለይ ሳዕቤን ጭንቀት ዘምጻለይ ሳዕቤን ኣብ ዘይፈልጦ ዓዘቅቲ ውዲቂትኒ ሕጂ ኣነ ክብለኩም ደልዩ እዞም ሕጂ ስደት ትወጹ ዘለኹም እዞም ሕጂ ኤሮፓ ድዩ ከናዳ ድዩ ኣሜሪካ ድዩ ገለ ትኣትዉ ዘለኹም ሓደራኹም ከምዚ ናተይ ከይጋጥመኩም ከምዚ ናተይ ከይትኾኑ በቃ ሓደራኹም ኣነ ሽዑ ዝጀመርኩዎ ካባኹም ምሕባር እዩ መምሃሪ ክኾነኩም

ብሓቂ ሳኣን ዘይ በቃ ተሪር እንድየ ነይረ ግን በቃ ኣካይዳይ ሕማቅ ነይሩ ንሕ ወላ ተተረርካ ኣካይዳካ ክጸፍፍ ክክእል ኣለዎ ምስ መን በቃ ኣካይዳካ ፍለጥ ናብ ኣሕዋትካ ቅረብ ምስ ኣሕዋትካ ኪድ እህ ሓቂ ተሓይሽ ግ ጸገም ኣለና እወ ክንሰማማዕ ክንክእል ኣለና ነሕዋትና ክንሓስብ ክንክእል ኣለና ንስደት ደድ መጸ መንእሰይ ንስደት ኣብ ስደት ደድ ተወልደ መንእሰይ ክጠፍእ ኣይኮነን

ፕሊስ እዛ ቪድዮ ሸር በልዋ ንኹሉ ሰብ። ገና ሓዘን ናይዛ ሓፍትና ከይጀመርና ኦሬዲ ከ ሕጂ ከ ሽዱሽተ ኣዋልድ ኣብ ተሌግራም ጥራሕ ነብሰን ተዘርጊሐን ይበሃል ኣሎ ሓቂ ድዩ ሓቂ ድዩ ኣይፈልጥን እየ ንዑ ከጻሪ ግዜ የብለይን እንድሕር ከምኡ ሓቂ ኮይኑ ግን ነተን ደቂ ኣንስትዮ ፕሊስ ስምዓኒ ተን ጥራሕ ነብስኽን ተዘርጊሑ ዘሎ ድዩ ብሕጂ ክዝርግሑልክን ኢሎም ደፈራርሑ ክንደሎ ፕሊስ መዓንጣና ኣይተቕረጻና ጥራሕክን ገዲፎም ዋላ ጋህ ኣቢልክን እግርኽን ይስኣሉኽን ሓንቲ ጓል ኣንስተይቲ ነብሳ ከይትሃሲ ናትኪ ተቀዲሑ ክኸውን ናና ተተቅዳሕ ከኣ ካልእ ምጸንሖ ክኸውን ይኽእል እዩ እቲ እስኽን ትገብርኦ ደለኽን ኣዴኽን ጌራቶ ዓባይክን ጌራቶ ቅድሚ ሕጂ እቶም ምስኣን ዝነበሩ ደቂ ተባዕትዮ ግን ውርዝያት ስለ ዝነበሩ ከምዚ ጌሮም ኣብ ደገ ኣይዘርግሕወንን so ሓንቲ ጓል ኣንስተይቲ ንከምዚ ነገር ዘርጊሕኒ ከምዚ ነገር ኣውጺኢኒ ኢልኪ ኣንኳይ ነፍስኺ ክትንክፊ ጽፍርኺ ከማን ከይትሰዲ ብለኪ ኣለኹ we don't care ኣነስ ኣነስ ልብለክን ኣለኹ ኣብዚ ጓል ኣንሰይቲ ጥራሕ ነብሳ ተዘርጊሓ ኢለ ጃጅ ዝገበርክዋ ጓል ኣንሰይቲ የላን ኣነ ጃጅ ዝገብራ ዘርጊሖምኒ ኢላ ነብሳ ትሃሲ እዚኣ እየ ዝጸላ ኣነ እዚ ተፈጥሯዊ ነገር ናይ ኣምላኽ ነገር እዩ ኩሉ ፍጡር ዘበለ ዝገብሮ ነገር እዩ መጋጊትኻ የጸብቐልካ እምበር ቀደም ዘርጊሖምና ምሃለዉ ነይሮም ከምኡ ዘይገበረ ሰብ የለን ብማዕዶ ሰብ ተፍቂርካ ዝኾነ ነገር ናይ ስምዒት ነገር ከጋጥም ይኽእል እዩ ሶ ፕሊስ ፕሊስ እዘን ደቂ ኣንስትዮ ኣሕዋተይ ፕሊስ ስምዓኒ ወላ ደቂ ተባዕትዮ ከምኡ ተሊኹም ኣዶኖ ኣይፈልጥ ንተሊኹም ኮንኩም ፕሊስ ኖባዲ ኬርስ ከይድና ከማን ኣይንሪኦን ኢና ኣብ ተሌግራም ተዘርጊሑ ኣሎ ኣነ ከይደ ኣይሪኦን እየ ኣይ ዶንት ኬር መን ምዃንኪ ፈትወኪ ደ ይጸልኣኪ ደ ኣይ ዱ ናት ኬር ከምዚ ዓይነት ነገር ከሕዝነክን የብሉን እዚ ዕስራን ሓደን ሰንችሪ እዩ ሰብ ኣብ ካልእ በፂሑ ኣሎ ንስኻትኩም ካብ ኢደይ ጠቂዕኒ ስለይ ጠቂዕኒ ፕሊስ መዓንጣኽን ሸጥ ኣብሎ ነዚ ነገር እዚ ኢግኖር ግበሮ እዮም እቶም ከምኡ ትዝርግሑ ዘለኹም ከዓኒ እቶም ደቂ ተባዕትዮ ኣብ ናህና ኮሚኒቲ ዘለኹም ኣጊደ ክነግረኩም እስኻትኩም ሕማቓት ስለ ዝኾንኩም ንዓኹም ስለ ዝንዕቑኹም ኣብ ትበጽሕዎ ስለ ዘይብልኩም ንሕዋትኩም ጥራሕ ነብሰን የውጽኡን ኣለዉ እምበር ኣብ ናይ ሶማልያ ኮሚኒቲ እንድሕር ከምኡ ጌርካ ክቆራርጹኻ ስለ ዝኾኑ ሓያላት ደቂ ተባዕትዮ ስለ ዘለዉ ከምኡ ኣይገብሩን እዮም ምስ ምሉእ ኣኽብሮት ኣሕዋተይ ይፈትወኩም እየ ኣብዚ ጉዳይ እዚ ግን ሓሚቕኩም ኣለኹም። ኣብ ጎረቤትኩም ከሎ ከምኡ ዝገበረ፣ ኣብ ፊት ገዛኹም ከሎ ከምኡ ዝገበረ ወላ ሓንቲ ኣይትገብርዎን ኢኹም። መስተ ሰቲኹም ግን ነንሕድሕድኩም ክትፋግኡ ኢኹም ትውዕሉ። So እዚ ናትኩም ሕምቀት እዩ ተን ደቂ ኣንስትዮ ከኣ መዓንጣኽን ገጥ ኣብላ። ክንደይ መጽየ? ምምጻእ ኣቢኻ። እንታይ ምምጻእ ኣቢኻ? ቁሩብ ዶ ንጸበ? ንምንታይ ክንጽበ?
ቁሩብ ተተዋህለልካ።
ተተዋህለልካ? ኣታ እንታይ ኢኻ ትብለኒ ደለኻ? በብቑሩብ ድየ ዝእከብ?

ሰብ እንድሕር ይጭነቕ ኣሎ ስምዒቱ ክትርዳኣሉ ክትክእል ኣለካ ተሕርቐኒ ኣለኻ ይቕረ ግበሩለይ ይቕረ ኹንካ
ስማዕ እስኪ በዓል መን እዮም ኣዕርኽቱ ኣለዎ ድዮም ምስ ትሽቅጡ በይኒ ጀማሪ እንዲ ዘሎ እሞ እንዳ ፖሊስ ዘደኣ ከመልክት ክኸይድ እምበር ክሕብር ክመጽእ እዩ ንዓይ ከምኡ እዩ ዝረኣየኒ ዘሎ። ኣየ ናይ ቆልዓ ነገር ከም ዝመጽእ ድዩ ዝረኣየካ ዘሎ? ባባ ብታይ ዘይትዕረቑ? ሰበይተይ ኣብያትኒ እንታ ይሸኸ ወደይ። እሞ ዋላ ምስ ካልእ ሰበይቲ ዘይትዕረቑ? እንታይ? ኪሮስ ሓሙሽተ ኣዋልድ እንዳደቀሰ ወዲ ኣኮለግዛይ ካብ ጀርመን ከይዱ ካብ ዓዲ እንግሊዝ ከይዱ ጓል ረዊኢ ይፈልጥን እዩ ከይትወልድ መስዋእቲ ኣሎ ፅባሕ ኢሎም መን ክዕብየልካ እዩ ኪሮስ። ኘጀምብላ ምስ ጓሉ ከም ትድቅስ ጥራይ እዩ ክገብሮ ሽዑ ንሕና ሒነና ክንፈዲ ኢና ሒነ ኣሕዋትና ግን ክንፈዲ ኢና ንመን ከ ብኣኹም እታ ቃልሲ ግን ራዕ ኢላ ከም ዝመተት ይኣምነላ ይብለኩም ኣለኹ እዚኣ መጽሓፍ ቅዱስ በርገና ሓሙድ ትበሃል ከም ዘየላ ከም ዘየላ ከም ዘየላ ሕውስውስ ከም ዝበለት ኩሉ ወላ ህግደፍ እኮ ሸራሙጥ ኣለዋ ምሳኹም ዝገበርና እየ ጎጆ ቀሊል ገርኩምኒ ግደፉ ኢለኩም ግደፉ ግደፉ ይተናኽፉኒ ኢለኩም እየ ኣብ በርገና ሓመዱሲ ህግደፍ ከም ዘለዋ ሸራሙጥ ከም ዝሰደድናልኩም ትፈልጡ ዶ ብገንዘብና ንጽዓር ከም ሰደዳ ከም ዘለዋ ምሳኹም ከ ትፈልጡ ዶ ጫሕ ኣቢለ ከም ዝሰደድክወን ናብ ኣዲስ ኣበባ ኣብዚ መጺና ቱቶ በልና ተለፍለፍና ገለ ዘይንፈልጥ ኢኹም ትገብሩ ከ እ ንጭራባንድ እውን ክዓጾ ይኽእለ ትተዓጾ ድዩ ትተዓጾ ክዓጾ ይኽእለ ከም ዘይኸቲ መንእሰይ ክገብሮ ይኽእል። ኣብታ ባርሲ ጥዋዕ ከም ዝብሉ። ጭራባንዲ ግን ንቕድሚት ክስርጉሙ ጥራይ ኣሎ። ካብ በርገን ንሓመዱ ንላዕሊ ጭራባንዲ ክነብር ጥራይ ዘለዎም ሕብረተሰብ ኣብ ዓለም ኩፉእ ሕማቕ ዘይብሎም ውሽጦምን ገሎምን ንጽባቐ ነገር በቃ ሃህ ኢሎም ዝዛረብዋ ጭራባንዲ ጥራይ እዮም። ካሊእ ተንኮል እዮም። ጓል ኣንስተይቲ እዛ ንወድተባዕታይ ክተጥፍኦ እኮ ሓንቲ ሰከንድ እያ ኣታ ሓርናኺ ዕከት ደቂሽካ ከለኻ ክነግረካ ማይ ውዑይ ዘይኮነ ቁርጽ ክተብላ ትኽእል እያ ጓል ኣንሰይቲ ሰራምያ ስጋብ ሰዓት ሰለስተ ኣይትድቅስንያ ክትሓስብ ብዙሕ ተንኮላት ኣይትድቅስንያ ጓል ኣንሰይቲ ሰዓት ሰለስተ እያ ትድቅስ ነብስኹም ኣዋዲእኩም ኣይትደቁሱ ኢልናኩም ካብቲ ዝተመኮርናሉ ድዩ ካብቲ ዘንበብናዮ ኣብዚ እቲ ሳኮሎጂ ከይድና ድና ገለመለ ጓል ኣንሰይቲ ኣይትድቅስንያ ዝደቀሰት መሲልካ ከምዚ ጌርካ ኣይትፈትና ትርእየካ እያ ዘላ ኣይትድቅስንያ ጠረግ ክተብለካ ትኽእል እያ ግን ንሳ ናይ መጻኢ ስለ ትሓስብ ብዙሓት ኣሕዋትና ተሰቲርኩም ኢኹም ዘለኹም እዘን ኣሕዋትና ሕጂ ተሓኒቓ ትበሃል ዘላ ወይ ገለ ዝበሃላ ዘለዋ ንስድረን ምነገራ ነይረን ብሰንኪ መን ምዃኑ ጊን ንስድረኣን ኣብ ደምን ከእትዎኦም ስለ ዘይደልያ ንሂወተን ጥራይ የጥፍኣ ኣለዋ ጓለንስተይቲ ጎራሓ ጓለንስተይቲ ን ምኒካ ሲርየስ እየ ዝነግር ዘለኹ ጓለንስተይቲ ጎራሓ ኩስቶ ኩስቶ ከምዚ ገይርኒ ኢላ ናብ ስድርኣ ሽዑ ክትሕነቕ ተደልያ ምስ ተሓነቐት እሞ ነታ ገዛ ጊን ኣብ ደም ክትእትዋያ ጓለንስተይቲ ከምኡ ኣይኮነትን ወዲ ተባዕታይ ግን ዝኾነ ተኸይንካ ኣብ ላይፍ ወጺኻስ ደሓን ኣሕዋተይ ክወግሓለይ ሰበይተይ እያ ደርብያትኒ ትድርብየካ ወይ ዕከት እንድሕር ናይ መስተ ኬንካ ምስ በዓል ጎጄ እንድሕር ዕርክነት መስሪትካ ኣብ ጽርግያ ተኸይድ ኣለኻ ትጎሕፈካ ወይ ምስ መን ትኸይድ ኣለኻ በዓል ሓዳር ተኼንካ ምስ መን ትኸይድ እንታይ ትገብር ሰዓት ክንደይ ትኣቱ ሕጊ ኣለዎ ሰብኣይን ሰበይትን ዝመሰረትዎ ሕጊ ኣሎ ንእስነትካ ኣይወዳእኻን

ሓንሳብ ክነግረኪ ክት ቪድዮ ክትመልእ ከላ ኣብቲ ላዕሊ ቪድዮ ትመልእ ኣላ ዝብል ይመጻካ እዩ ሳይ ትፈልጦነ ይመጻካ እዩ ቪድዮ ጀሚራ ኣላ ኣነ ፈሊጠ ሱቅ ኢለ ኮነ ኢለ ከኣ ገሬዮ እንታይ ትገብር ክሪኣ እምበር ኩላትኩም ትፈልጡ ኢኹም ቪድዮ ክምላእ ከሎስ ይመጻካ እዩ ብላዕሊ ቪድዮ ይምላእ ኣሎ ዝብል ይመጻካ እዩ ሱቅ ኢለ ገዲፈያ እዚኣ ሰብ እዚኣ ዕላማኣ እንታይ ከም ዝኾነ ክሪኣ ሱቅ ኢለ ገዲፈያ ሕጂ እውን ተዓገርግር ኣላ ኣብዚ ምስ በዓል ሸክ እድሪስ ከምዚ ኢሉኒ ንብረት ኣሎ ምሳይ ኢሉ ሸክ እድሪስ ኢላ ተዓገርግር ኣላ

ስለዚ ጸገም የብለይን ኣነ ዕልል ማርታ ንዓካ ሓፍትካ እያ ኣነይ ሰብኣይ እየ ሸርሙጣ ዕልል እቲ ገዛ ዝከፈተ ሰብ ኣነ ገንዘበይ ከፊለ ድላየይ ገይረ ማንም ሰብ ከኣ ድላዩ ይገብር ነይሩ ወለ እዚኦም ኩሎም ኣብዚ ሚድያ ዘለዉ ድላዮም ዝገብሩ እዮም ሕጂ እስኻ ንዓይ ኮንካ ወዲ ሓጂ ሒዝናሉ ኣለና ከምዚ ክንገብር ኢና ትብል ተኮንካ ሻሕ ኣብሎ ምኺ እታ ሓፍትኻ ግን እታ ሸርሙጣ ሓፍትኻ ግን ኣይትረስዓያ ኣይትረስዓያ ንዓ ኢኻ ትሰብራ ዘለኻ ዕድላ
እዛ እያ ሂባትካ እዛ ሂባ ሓንሳብ ሓንሳብ እዚ ናይ ሃይማኖት ሓንሳብ እዚ ኣብ ልዕሊ ሃይማኖት ክሰርሕዎ ዝደለዩ መን እዩ ገይርዋ ተሰብ መጀመርታ ሰብ ሽርሙጣ ዕልልቲ ሸርሙጣ ኣስላመይቲ ትኸውን ኣይሁዳዊ ትኸውን በላዒ ሰብ ትኸውን ዘይትኾነ የብላ እንሳ ዘይትኾኖ የብላን ሕጂ እዚ ኩሉ መከራ ዘምጻልና ከኣ እዚኦም ናይ መሻይኽ ዝባሃሉ ኣብዚ ዘለዉ ረሳሓት መሻይኽ እሶም እዮም ጸገምና ንሶም እስላመይቲ ኢሎም ኣስሊሞም ኣምጺኦማ ድሕሪኡ ንሕና ክንምርዓዋ ኣነ ክፍትና ኣለኒ ክምርዓዋ እንተኾይነስ ምጥራ ከመይ ኣሎ መዓኮራ ከመይ ኣሎ ፊዕፊዕ እዩ ዝብል ከመይ እዩ ክሪኣ ኣለኒ ክሪኣ ስለ ዘለኒ ሓንሳብ ሓንሳብ ሓንሳብ ሓንሳብ ሓንሳብ እዚ ኩሉ ሽግር ናቶም እየ ተሰኪመ ያኒ ፊፅ ፊፅ ክብል ኣለዎ ማዓኮራይ ዝፋፅ እንተኮይኑ ኣይቀርባን ያኒ ኣነይ ማዓኮር ፑ ኣላ የንዓልኩም ዝፋፅ እንተኮይኑ ኣይቀርቦን እየ ክሪኣ ኣለኒ ምስ ሱዳናዊ ክልተ ቆልዑ ክልተ ቆልዓ ዘለዋ ምስ ሱዳናዊ ቁሩብ ሃይማኖት ኣፍልጦ ዘለዋ ኣነይ ናባይ እስልምና ኣምፅኤ ኣስላመይቲ ገይረ ነቶም ቆልዑት ክወስድ እየ ተሓሳበይ ነይሩ እዚኦም እዮም መራሕቲ ሃይማኖት ኣብዚ ዘለዉ ከዓ ረሳሓት ስለ ዝኾኑ እንታይ እዮም መስልሙ ንመን እዮም ዘመስልሙ ዘይፈልጡ ጋዕጋዓ ስለ ዝኾኑ እሶም እዮም ዝኹሉ መከራ ኣምፅኦምልና ኣነ ከዓ ተሓታቲ እየ በቲ ዝገበርኮ የስ ዝዛረበካ ኣምፃ እንዶ ንዓ ኣብዚኣ ኣምፃ እዛ ዕልልቲ ሸርሙጣ ኣምፃ እያ ሽማ ግን ኣይጠቕሶን እየ ምስ ነፍሰይ ቃል ዝኣተኹ ሰብ እየ መን ምዃናስ ቃል ኣትየ ምስ ነፍሰይ ኣይዛረብን ኣይዛረብን ንሳ ግን እንታይ ትገብር ሓንሳብ ናብ ሙሴ ትኸይድ እዚ ናይ ወዲ ሓጂ እዩ ትብል ሓንሳብ ወዲ ሓጂ ዝሓፍር ከይመስለኩም እንተ ደልያቱ ዝኾነት ጓል ኣንስተይቲ ክንዲ ገለ እዩ ዝኸውን ዘለኒ ክትርዋእ ትደሊ ጓል ኣንስተይቲ ኣላ ክትመፅእ ክትክእል ኣለዋ ገንዘባ ክትከፍል ኣለዋ ናይ ትኬት ኣየር ኣነ ወላ ሓንቲ ቅርሺ የብለይ ክረውኣ ግን ፀገም የብለይ ገንዘበይ ከዓ ትኸፍለኒ ኣነ ገንዘብ የድልየኒ ኣሎ ክትርዋ ኣለዋ ጓል ንምንታይ ትሸርሚጣ ገንዘብ ትወስድ ሸርምጥና ደልያ ኣይኮነትን ትሽርምጦ ዘላ ገንዘብ ደልያ እያ ፈትያ ኣይኮነትን ስለዚ ኣነ ውን ፈትየ ኮንኩን ምስኣ ክረውኣ ዝደሊ ዘለኩ እዛ ሸርሙጣ ረሳሕ ገንዘባ ከፊላ ክትርዋእ ትደሊ ሰብ ትምጻእ ዝኾነ ትኹን ክንዲ ገለ እንተዘይ ኣኸየፍክዋ ድሕሪኡ ዋላሂ ልዓዚም ኣብዚ ሜድያ ድላ ኣታ ኣነ እዚ ንዓይ ጉዳይ ኣይኮነ ኣነ ይሓርቀሉ ኣነ ወዲ ሓጂ እያ ዞለ ትፈልጠኒ እንድሃ ኣነ እዚ ኣይስምዓንን እዩ ሕጂ ወዲ ሓጂ በጃሱ ኣነ ይሰቃይ ብልኒ

ማዕተብ በሊዕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለጅለውጠልና ወይለ ኦፊርኩም እተው በሊዕኩም ጽገቡ ተኸዲንኩም ሙቕ ጎይኹም ኪዱ ክንዲ ናይገይ ዕድመ ይሃብኩም